ሰላም ሰላም ከም ኩሉ ግዜ ደጊመ ሰላም ክብል ይደሊ ኣቐዲመ እንታይ ክብል ይደሊ ነዚ ሓሳብ ነዚ መደብ ትከታተሉ ሰባት ወሓዱ ብዙሑ ከምዚ ከማይ ከምዚ ከማይ ካብ ዝኾነ ነገር ናጻ ኾንኩም ኣብዚ ጉዳይ ናይ ኤርትራውያን ብዝከኣል ብዝከኣል ነቲ ነገራት ክትርእይዎ ትፍትኑ ሰባት ሸራይ ትረስዑ ሸር ክበሃል ኣለዎ ኩሉ ኩልና ኩልና ኤርትራውያን ነቲ ነገር ክንሪኦ ክንሪኦ ኣለና ሕማምካ ከይፈወስካ ጥዕና የለን ስለዚ እንታይ እዩ እዚ ናይ ናህና ነገር ንኩሉ ክትፍትሾ ትክእል ኣለካ ንኩሉ ክትፍትሾ ትክእል ኣለካ እዚ ናይ ሕጂ ንኸዶ ዘለና እውን ንሪኦ ዘለና እዩ እቲ ናይ ቀደም ፀገም እዩ ክሳብ ሕጂ ዋላ ብዚ ደንበ ፍትሒ ኩልና ከም ንሪኦ ዘለና ብዙሕ ነገር ዘጋጥም ዝኾነ ኤርትራዊ ምስምማዕ ዘይፈጥረሉ ገለገለ ዘሎ እቲ መሰረታዊ ካብ ነዊሕ ዝመፀ ነዚ ነገር እዚ ኢና ከኣ ከንነቕሓሉ ዘለና ማለት እዩ። ሕጂ ኣነ ከም ኣነ ነዚ ናይ ኤርትራውያን ነገር በቃ ድሕሪት ተመሊሰ እየ ክሪኦ ዝደሊ። እቲ ጠንቅስ ካበይ እዩ? እዚ ሕጂ ዘለናዮ ሳዕቤንስ እቲ ጠንቅስ ካብ ምንታይ እዩ ዝብገስ? ኢልካ እንድሕሪ ሓሲብካ እዩ ብደረጃ ኤርትራውያን እቲ ነገር እቲ ጸገም ኣብ ውሽጢ ሃገር ኣብ ውሽጢ ኤርትራውያን ዘሎሲ እቲ ጸገም ክንፈልጦ እንድሕር ኮይና እቲ ጠንቂ ካብ መጀመርታ ክንሪኦ ንክእል ኣለና ኢሉ እየ ዝኣምን ኣነ ንዕኡ ርኢኻ ንዝቕፅል ከኣን ቀዳምነት እንታይ ትሰርሓሉ ቀፂልካ ከኣኒ ነቲ ካልእ ነገራትካ ከመይ ትርእዮ ንዕኡ ከዓ ፈላሊኻ ደረጃታት እንዳገበርካ ከዓ ክትሪኦ ኣለካ ኢለ ስለ ዝኣምን በቃ ንሱ እቲ ንኤርትራውያን ናብ ሓደ ዝተመሓየሸ ነገር ከምፀና ዝኽእል ሲ እታ ነገር ሲ ካብቲ ኣበጋግስኣ ክትረአ ኣለዋ ኢለ እየ ዝኣምን ዋላ ዝኾነ ሰብ ሕጂ ኣብ ናይ ኤርትራውያን ድሕሪ ርኢኸ ስምዒት ኣሎ ሕጂ እቲ ስምዒታት ገለገለ ኣብኡ እውን ሎሚ ርእተይ በቃ ብዝኣክል ብዝኣክል ርእተይ ክህብ እየ ከምቲ ኩሉ ግዜ ዝብሎ በቃ እንድሕሪ ኣብዚ ከም ሓደ ኤርትራዊ ከም ሓደ ኤርትራዊ ኮንካ ንስኻ ነቲ ነገራት ክትሪኦ እንድሕር ኾንካ በቃ ነቲ ትኽክል ክንሰርሓሉ ኣለና ኢለ እየ ዝኣምን ኣነ ምክንያቱ ዘዝመፀ ወለዶ እናተሰቃየ ክነብር የብሉን ትጓሓፍ ክጓሓፍ ክኽእል ኣለዎ ሕጂ ህዝቢ ኤርትራ ይቃለስ ይስዋእ ይስንከል ደኣ ነይሩ እምበር ናይ ቃልሲ ዋና ኣይነበረን እየ ዝብል ዘለኹ። ህዝቢ ኤርትራ ሲ ልክዕ ህዝቢ ኤርትራ ረዚን ዋጋ ከፊሉ ካብዞም ህዝብታት ናይዚ ዓለም ሲ በቃ ሓያል መስዋእቲ ሓያል ቃልሲ ዝኸፈለ እዩ ህዝቢ ኤርትራ። ግን ይስዋእ ይቃለስ ይስንክል ደኣ ነይሩ እምበር ናይ ቃልሱ ዋና ኣይነበረን ህዝቢ ኤርትራ ኣነ ንሳ ኢለ ዝኣምን ህዝቢ ኤርትራ ናይ ቃልሱ ዋና ኔሩ ተዝኸውን እዚ ሕጂ ንኤርትራዋይን ኣጋጢምና ዘሎ ኣይመጋጠመናን ብልክዕ ነዚ ሕጂ ናብዚ ሕጂ ብፂሖምና ዘለዉ ሰባት እውን ኣብቲ ቃልሲ ዲ ኣብቲ ሰውራ ድዮም ክኣትዉ ከለዉ ቅኑዕ ሓሳብ ኣይነበሮምን፣ ቅኑዕ ዕላማ ኣይነበሮምን። እሶም ዝሓስብዎ ንሶም መበገሲኦም ካሊእ ነይሩ፣ ዝሕጂ ዘለናዮ እዩ ነይሩ ናቶም፣ ናይ ህዝቢ ኤርትራ ዕላማ ከኣ ካሊእ እዩ ነይሩ። ህዝቢ ኤርትራ ተቓሊሱ ዋጋ ከፊሉ ካብ መግዛእቲ ክወጽእ ከም ህዝቢ ከኣኒ ኣብ ሃገሩ ብሰላም ክነብር ሓርነት ህዝባዊ ግንባር ሓርነት ኤርትራ እኮ እዩ ዝበሃል እ እቲ ሓርነት ንምንታይ ነይሩ ማለት ህዝቢ ኤርትራ ሲ ተቓሊሱ ኣብ ሃገሩ ሕጊ ክተክል ኣይከኣለን መሰል ከረጋግጽ ኣይከኣለን ሓርነት ዴሞክራሲ ኩሉ ነገር ክገብር ኣይከኣለን እዛ ሕጂ ዘላ ኤርትራሲ ናይ ሰላሳን ሓሙሽተን ዓመት ዓመትሲ ህዝቢ ኤርትራን ሃገረ ኤርትራንስ ዓንያ ማለት እዩ እዚኣ ዝኽሕድ ኤርትራዊ የለን ሕጂ እቲ ነገር እዚ ስለ ዝኾነ እዩ ህዝቢ ኤርትራ ሲ ይስዋእ ይስንክል ደኣይ ነይሩ እምበር ናይ ቃልሲ ዋና ኣይነበረን ዘብለኒ ዘሎ ነዚኣ እውን ዝኽሕድ ሰብ የለን ህዝቢ ኤርትራ ናይ ቃልሲ ዋና ነይሩ ተዝኸውን እና ከምዚ ክንወድቕ ኣይምኸኣልናን ኣብ ኤርትራ ዝተዛረበ ይእሰር ይቕተል ዝነበራ ትካላቶ ዓንየንሲ ካብ 360 ክሳብ 400 እስር ቤት ተሰሪሑ ዘሎ ኣብ ኤርትራ ስለዚ ካልእ ወላ ሓንቲ የብሉን ህዝቢ ኤርትራ ዝሓተተ ይእሰር ታሪክ ኩልና እዩ ስለዚ ህዝቢ ኤርትራ ናይ ቃልሲ ዋና ኣይነበረን ኣይነበረን ናይ ቃልሲ ዋና ስለ ዘይነበረ እዩ ሰላሳን ሓሙሽተን ዓመት ቅዋም የብሉ ሕጊ ይብሉ ፓርላማ ይብሉ ምርጫ ይብሉ ዘሎ ስለዚ ህዝቢ ኤርትራ ናይ ቃልሱ ዋና ክኸውን ኣለዎ ሕጂ እውን ሕጂ እውን ናይ ቃልሱ ዋና ክኸውን ክኽእል ኣለዎ ሕጂ ህዝቢ ኤርትራ ናይ ቃልሲ ዋና ክኸውን ድሕሪ ኮይኑ ሕሉፍ ዝኸፈሎ ክሕሽሸ የብሉን ናተይ ኩሉ ግዜ ፀዋዒት ኣብቲ ዝተኸፍለ ዋጋ ኣብኣ ኮንካ ነቲ ብወርቃዊ ቃልሲ ህዝቢ ኤርትራ ዘሽካዕል ዘሎ ጉጅለ ሓሓኒቅካ ምጉሓፉ ምጥራዙ እውን እዛ ኩላ ብራርያ እሰያሳ ማንካ ክሻምሻኣ ተኣኪባ ንህዝቢ ኤርትራ ትፃወተሉ ዘላ መበቆል ዓዳ ትጉሕፋ በቃ ንሱ እዩ ክኸውን ዘለዎ ቃልሲ ንኤርትራውያን ህዝቢ ኤርትራ ናይ ሕሉፉን ናይ ዝመፅን ቃልሱ ዋና ኮይኑ ህዝቡን ሃገሩን ከድሕን መንግስቱ ክተክል ንድሕሪ ኮይኑ እቲ ነገር ብሕጂ እውን ክኸውን ዘለዎ ኩልና ኤርትራውያን ክንሰርሓሉ ክንከል ኣለና ሕጂ ኣብዚ ንኣቦና መስፍን ሓጎስን ጀነራል ተኸስተ ሃይለን ስቕ በዚሑ ይብሎም ኣለኹ ደቃ እዚኦም ላዕለዎት መራሕቲ ካብ ዝነበሩ እዮም ሓደ ዝገርም ጅን ኣብነት ትንሳዕ ህዝባዊ ግንባር ደቀባት ኤርትራ ዝብል ኣብ ላዕሊ ተጠቒመ ኣነ ፍትሕን ለውጥን ብኸምኡ ንረጋግጾ ኢና ኢለ ዝኣምን እዚ እቲ ዘይፈልጥ ሰብ ክፈልጥ ይኽእል እዩ፣ እቲ ዝፈልጥ ከኣኒ ናይ ብዙሕ ዓመታት ብኸምኡ ክኸይድ ስለ ዝጸናሕኩ ኣነ ማለት እዩ እ ምክንያቱ እዚ ኣብ ኤርትራ ዘሎ ጉጅለ ንህዝቢ ኤርትራ ብጣዕሚ ኣደናጊርዎ ኣሎ ኣደናጊርዎ ብጣዕሚ ብጣዕሚ ኣደናጊርዎ ዋላ እዞም ኣቦታት ሕጂ ጀነራል ተኸስተ ሃይለን ኣቦና መስፍን ሓጎስን ካብ ኤርትራ ምስ ወፁ ተቓውሞም ዝጀመሩ ምንቅስቓሳት ጀሚሮም ነይሮም ትንሳ ህዝባዊ ግንባር ደቀባት ኤርትራ ኢሎም ክጅምሩ ነይርዎም ነዚ ኩሉ መንእሰይ እውን ምወደብዎ ነይሮም ትሕቲ ክንደይ ኮ እዩ እዚ ኩሉ መንእሰይ ካብ ኩሉ ንህዝቢ ኤርትራ ዘይጠቅም ሓሳብን ስነ ሓሳብን ኣልዒሉ ዘሎ እዞም ኣቦታት እዚኦም ካብ ኤርትራ ወጺኦም ተቓውሞ ሃልዕሉ ከለዉ እውን ነቲ ነገርሲ ከለጌና ይፈልጥዎ ነይሮም ግን ክኸድዎ ኣይደለዩን ነይሮም ብሕጂ እውን ንሱ ይኸውን ዘለዎ ባዕል ኣቦና መስፍን ሓጎስ ኣቦና ጀነራል ተኸስተ ሃይለሲ ተቃውሞ ኢሎም ከበግሱ ከለዉ ትንሳኤ ህዝባዊ ግንባር ደቀባት ኤርትራ ኢሎምሲ ክብገሱ ነይርዎ ሽዑ ከምኡ ኢሎም ተበጊሶም ነይሮም እንተዝኾኑ ነዚ ኩሉ ኣብ ስደት ዘሎ መንእሰይ ምወደብዎ እዘን ካልእ ኩለን ምንቅስቃሳት ክፍጠራ ኣይምኽኣላን። እዚ ካልእ ኩሉ ሓሳብን ስነ ሓሳብን ንህዝቢ ኤርትራ ክጠቅም ዘይክእል ፈላላይ ሓሳብ ዘሎ እውን ኣይምተላዕለን ነይሩ። ኢሳያስን ጉጅሉን ቀደም ከ ተጓሒፎም ሃለወ ግን ናይ ኤርትራውያን ድኽመት ኣለና ስለዚ ወይ ካብቲ ድኽመት ክንወፅእ ክንከል ኣለና ከም ዘለና ንሕር ቐጺልና ግን ትርጉም ዝበሃል ነገር የብሉን ዋላ ኣብዚ ደንበ ተቃውሞ ሕጂ ንርኣዮ እንዶ ንሰምዖም ዘለና ገለገለ ሰባት ኣብ ቃልሲ ሕግን ሕጋውነትን ኣየድልን እዩ ዝብሉ ንኣብነት እዞም ጉለጓል ብርጌና ሓመዱን እዞም ግንባር ዝብሉ ክብሉ ዝፀንሑን ወይ ዝብሉ ዘሎ ገለ ሰባትን ክካትዑ ከለዉ ንሰምዖም ዘለና እቶም ግንባር ኢና ዝብሉ እንታይ ይብሉ ኣለዉ ኣብ ቃልሲ ሕጊ ኣየድልን እዩ ይብሉ ማለት እዩ በቲ ሓደ ህዝቢ ኤርትራ ቃልሲ ህዝቢ ኤርትራ ሕግን ሕጋውነት ስለ ዘይነበረ እዩ ኣብ ከምዚ ወዲቕና ኣብሉ ኣብ ኤርትራ ሕግን ሕጋውነትን ስለዘይበል ስለ ዘየለ እዩ ኣብ ከምዚ ወዲቕና ሕጋ እንተክል ኢና ንቃለስ ዘለና ይብሉ እዚ ትገብሮ ዘለኹም ጥርናፈን ምንቅስቃስን ንምንታይ ሕግን ሕጋውነትን ዘይብሉ ኣመራርሓ ኩሉ ነገር ሲ ንፁር ሕጋውነት ዘይብሉ ሲ ሕግን ሕጋውነት ዘይብሉ ስለምንታይ እንተበልካዮም ኣብ ቃልሲ ሕግን ሕጋውነትን ኣየድልን ይብሉኻ ዋ ዝኾነ ነገር ዋላ ዕቁብ እውን ሕጊ ኣለዋ። ብደረጃ ምንቅስቓስ ሕጊ ኣለዎ። እንታይ ዓይነት ሕጊ ትጥቀም? ብደረጃ ሃገር ሕጊ ኣሎ። እንታይ ዓይነት ሕጊ ትጥቀም? እታ ዕቁብ እውን ሕጊ ኣለዋ። እንታይ ዓይነት ሕጊ እዩ ዘድልያ እምበር ካብ ሓደ ንላዕሊ ዝኾነ ሰብሲ ዝኾነ ናይ ሓባር ሓንቲ ነገር ተልያቶምሲ ነታ ናይ ሓባር ተስርሖም ስራሕ ነግድን እዩ ሕገ ክህልዎም ስምምዕ ክህልዎም ውዕል ክህልዎም ካብ ሓደ ንላዕሊ ክልተ ሰብ ንሕሪ ኮይኖም ናይተን ክልተ ሰብ ዝኾነ

ብደረጃ ካልእ ካልእ ብዝኾን ዓበይቲ ነገራት ኣይኮነንሲ ወላ በታ ዝነኣሰት ዕቁብ ከማንሲ ንዓኣ ዝምጥን ንዓኣ ዘስርሕ ሕጊ ኣለዋ ሕጂ እቶም ኣብ ደንበ ተቃውሞ ኮንኩም ኣብ ቃልሲ ሕጊ ኣየድልን እዩ ትብሉ በቃ እቲ ሓሳብ ናትኩም ኣይኮነን ትዛረብዎ ዘለኹም እቲ ሓሳብ ናትኩም ኣይኮነን ሕጂ ንኩሉ ብድምር ክንሪኦ እንድሕር ኮይና በቃ ኤርትራውያን እንታይ ዓይነት ሓሳብ ክነልዕል ኣለና ብሕጂ እውን ክኒ ነቲ ነገራት ክንሪኦ እንተዘይክኢልና ሓንቲ ታሽሚ ሕጂ እቲ ቀንዲ ብኸመይ ተወዲብካ ብኸመይ ተጎስጒስካ ብኸመይ ኣመራርሓ ፈጢርካ ነቲ መሰረታዊ ተልዕሎ ሓሳብ ካበይ እንታይ ኢልካ ትጅምሮ ስዩ ዘድሊ ዘለዎ ኤርትራውያን እምበር ግድን በረኻታት ኬድካ ምዕጣቕ ኣይኮነን ኣወዳድባ ጥራሕ እዩ ዘድልዮ ተኣወዳድባ ትነልዕሎ ሕቶ እቲ ከም ኤርትራውያን እዕኒና ዘሎ ኩልና ክንሰርሓሉ ክንዘራረበሉ ድሕሪ ክኢልና በቃ ኤርትራውያን ኣወዳድባ ፈጢርካ እታ ነገር ኣብ ውሽጢ ኤርትራ ክትውዳእ ትኽእል እያ ክትመዓራርስ ትኽእል እያ እቲ ዝጓሓፍ ኣብ ጉጅለስ ክጓሓፍ ይከኣል ኢሉ እየ ዝኣምን ኣነ ነዚ ክትገብሮ እንድሕር ኾንካ ግን በቃ እቶም ኣብዚ ደንበ ተቃውሞ ንኣብነት እጅሲ ገለገለ ትዛረበሎም ፅናሑ ናብ ነዞም ሕጊ ኣይድልየናን እዩ ዝብሉ ዘለዎ ኣብ ደንቢ ተቃውሞ ዝኾነ ሰብ ክመዝኖ ዘለዎ ናቶም ሓሳብ ኣይኮነን ዘይናቱ ሓሳብ ተሰኪሙ ዝኸይድ ኣብዚ ደንቢ ተቃውሞ መሊ እዩ ኣነ ንዝኾነ ኤርትራዊ ክብሎ ዝደሊ ንትርጉም ዘይብላ ነገር ግዜኻን ገንዘብካን ኣይትኽፈል በቃ ኣይትኽፈል ኣነ ከም ኣነ ኣነ ከም ኣነ ነዛ ዝብላ ዘለኹ ሓሳብ ግዜይ ሂወተይ ገንዘበይ ክኸፍለላ እኽእል እየ ኩሉ ነገረይ ዝዓቕመይ ማለት እዩ እታ ኤርትራ በዚኣ ተሓጺባ ክትጸረ ትኽእል እያ እታ መንገዲ ብከምዚኣ እንድሕር ከይድናያ ወለዶታት ኤርትራ ተዋሒሶ ኣብ ሃገሩ ክነብር እዩ ህዝቢ ኤርትራ ካብዚ ኩሉ ዘለዎ ሽግር ክወጽእ እዩ ብድሕሪኡ እውን ዝኾነ ዝቕፅል ሽግር ከጋጥሞ ኣይክእልን ኢለ ዝኣምን ስለዚ ኩሉ ደንበ ተቃውሞ ናይ ጀብህኡ ናይ ህዝባዊ ግንባሩ ቃልሲ ህዝቡ ቃልሲ ቦታቱ ቃልሲ ዴታቱ ስለ ዝኾነ ኣነ ዋና እየ ኢሉ ልክዕ ኣብዛ ንብላ ዘለና ኣብኣይ ክምለስ ዘለዎ ዝኾነ ኤርትራዊ ትንሳኤ ህዝባዊ ግንባር ደቀባት ኤርትራ በቃ ንኤርትራውያን ህዝባዊ ግንባርካ ዝነበርካ ጀብሃኻ ዝነበርካ ድኻ ኣብቲ ናይ ጀብሃ ጅቑርብ እቲ ናይ ህዝባዊ ግንባር ናይ ጀብሃን ዝነበረ እቲ ሓሳባት ኩልና ንፈልጦ ኢና ንዕኡ ካልእ መፍትሒ እውን ክትፈጥረሉ ትኽእል ኢኻ ዋላ ሓንቲ ህዝቢ ኤርትራ ዋላ ሓንቲ ነቲ ናይ ህዝባዊ ግንባርን ነቲ ናይ ጀብሃን ከመይ ኣዋሲብካ ትሰርሓሉ ኣነ እንስሳ እያ ደሊ ንዓ ብኸመይ ትሰርሓላ ጀብሃ ቃል ቃል ስቦታተ እዩ ህዝባዊ ግንባር ቃል ስቦታተ እዩ ዋላ ሓንቲ እቲ ነገር ብኸመይ ንኹሉ ንሕሪ ጠራኒፍካ ክሰርሓሉ ንሕሪ ክኢልካ ዝበለጽ ዝበለጸ ንሱ እዩ እዚ ከማን ዝበለጽ ኣነ ዝመረጽ ኣነ ናት ኣብ ዝኾነ ነገር ብሕጂ እውን ህዝቢ ኤርትራ ንዝቕጽልሲ በቃ ኣብ ናይ ህዝባዊ ግንባር ኣብ ናይ ጀብሃዶ እንዳበለ ዝኾነ ክስታይ ክገብር የብል በቃ ንዑ ጠርኒፍካ ከም ታሪክካ ጠርኒፍካ ብክብሪ ሒዝካ ህዝቢ ኤርትራ ንዝቕፅል እንታይ ክገብር እንታይ ክስራሕ ኣለዎ ከመይ ኢሉ ይውሕስ ከመይ ኢሉ ይምዕብል ከመይ ኢሉ ኣብ ሃገሩ ይነብር ኣነ ከምኣ ንንሳ እየ ዝመረፅ እምበር ቃልሲ ጀብሃ ቃልሲ ህዝባዊ ግንባር ቃልሲ ካልእ ውዳቤታትና ኤርትራውያን ቃልሲ ቦታተይ ቃልሲ ደታተይ ቃልሲ ህዝበይ እዩ ንኩሉ ማዕረ እየ ዝሪኦ ብኹሉ ማዕረ ዝሪኦ እታ ናይ ኤርትራውያን ነገር ግን ንኩለን ጠርኒፍና ንቕድሚት ክንከይድ እንድሕር ፈቲና ጥራሕ ኢና ክንዕወተላ ንኽእል ስለዚ ሕጂ ንኣብነት ኣቦና መስፍን ሓጎስን ኣቦና ጀነራል ተኸስተ ሃይለን ኣብ ዘቕሪብናዮም ኣለና ልክዕ ኣብ ዝሓለፈ ናቶም ጉድለት ናቶም ጌጋ ድዩ ናቶም ድኽመት ድዩ ናይ ብፆቶም ናይዞም ኩሎም ኣሳእሎም ኣብኡ ጌርናዮም ዘለና ናይ ኩሎም ድኽመት ስለ ዝነበረ እዩ እዚ ጉጅለ ንዖም ተፃዊትሎም ንህዝቢ ኤርትራ ተፃዊትሉ ዘሎ ግን ኣብዚ ደንበ ተቃውሞ ከም ሓቂ ካብ መጀመርታው ነዚ ደንበ ተቃውሞ ንሶም ተቃውሞ ኢሎም ክጅምሩ ከለዉ ከለገና ኣይንፈልጦን ነይሮም እሰያስሲ ኣንድነታዊ ምዃኑስ ኣቦና መስፍን ሓጎስ ብባዕሉ ብቃሉ ተዛሪብዎ እዩ እሱ ጥራሕ ኣይኮነን ግን ብእሱርቤትን ብቅንጸላን ብቅትለትን ንህዝቢ ኤርትራ እናጽነተ ከሎ እቲ ጠንቂ እንታይ እዩ ፈልጥዎ እዮም ግን ክዛረብሉ ዘይምድላዮም እሱ እቲ ሽግር ማለት እዩ ክዛረብሉ ደልዮም ነይሮም እንተዝኾኑ ግን ካልእ ምንቅስቃስ ካልእ ምስራ ምምስራት ካልእ ካልእ ኣይመድለዮምን እ ትንሳኤ ህዝባዊ ግንባር፣ ደቀባት ኤርትራ ኢሎም ተበጊሶም ነይሮም ተዝኾኑ እቲ መጀመርታ እዚ ኩሉ መንእሰይ እውን ቃልሲ ህዝበይ፣ ቃልሲ ኣቦታተይ፣ ቃልሲ ኣዴታተይ ኢሉ ወላ ሓንቲ ክስታይ ኣይነበሮም። በቃ እምነቱ ስንሱ እዩ ነይሩ ማለት እዩ። ካብኡ እዩ ናብ ሽፍታ ዝብሉን ናብ ኣጋኣዝያን ዝብሉን ናብ ዓረብና ዝብሉን ናብ ተጋሩ ኢና ዝብሉን ተማቒሎሞ በዚ ኩሉ መንእሰይ ደላይ ፍትሒ ንእስያስን ጉጅሉን እዩ ነይሩ ባእሱ ብስዋዕቱ ተዛሪቡ ይፈልጥ ብስንኩላኑ ተዛሪቡ ይፈልጥ ብቃልሲ ህዝቡ ተዛሪቡ ኣይፈልጥ ስለዚ ካብ መጀመርታ ዋና ኣይረኸበን በዓል ኣቦና መስፍን ሓጎስ በዓል ኣቦና ጀነራል ተኸስተ ነቲ ናይ ሑሉፍ ጉድለታቶም ይቅረታ ሓቲቶም እዚን እዚን እዚን እዩ ተምክንያት በቃ እዚ ሰብ እዚ እዚ ጉጅለ እዚ ከምዚን ከምዚን እዩ ኣብዚ ሃገር ሽግር ፈጢርና ዘሎ በቃ ሕጂ እውን ካልማል ዘይኮና ክንብ ዘለና ትንሳኤ ህዝባዊ ግንባር ደቀባት ኤርትራ ኢልካ ኩልኻ ተወደብ ነይራ ተተኾንታ መጀመርታ እዚ ኩሉ መንእሰይ ናብትን ናብትን ፋሕ ኣይምበለን ነይሩ ኣነ ንሳ ኢለ ዝኣምን ሕጂ እውን ሕጂ እውን ሕጂ እውን እዛ ኤርትራ ክትመዓራረ እንድሕሪ ኮይና በቃ ናብዚ ኢና ክንምለስ ዘለና ናብዛ ሕጂ ዝብላ ዘለኹ ናብኣ ኢና ክንምለስ ዘለና ኣብኣ ንድሕር ተመሊስካ ብታሪክ ዘሰሓሕብ የብልካ ብኣውራጃ ብገለገለ ክትሰሓብ ኣይትኽእልን ኢኻ ኩሉ ኣብቲ ህዝብኻ ዝኸፈሎ ኣቦታትካን ኣዴታትካን ዝተዋደቑሉ ኣብኡ ደው ኢልካ ነዚ ጉጅለ እዚ ንድሕሪ ክትጉሕፎ ተበጊስካ መን ምስኡ ደው ክብል መን ምስኡ ደው ክብል ሕጂ እኮ ብሽጣራ ንገሊእኻ ፀረፍትን ተፀረፍትን ገይሩ መቃቂልካ እዩ ዘሎ ኣብ እንታይ መቂልካ ዘሎ ገሊእኻ ሱር ነቀል ህዝባዊ ግንባር ትብል ገሊኡ ከኣ ዋእ ህዝባዊ ግንባር ኣቦታትናን ኣዴታትናን ህዝቢ ኤርትራ ከኣ ብምልሊኽ ስጎሙ ክሳብ ደቁ ዝኾፈለሉ እዩ ዝብል ከኣ በዚ ሓደ ኣሎ ስኻ በቲ ከኣ ሱር ነቀል ሽፍታዶ ገለ ትብል ኣለኻ ስለዚ እዚ ክነገር ክርዳእና ኣለዎ እዚ ፍልልያት እዚ እዩ ደው ኣቢልካ ንእስያስ ክትዕወተሉ ንሕር ኳንካ ከዓ ሕቶን ቃልስን ናይ ዝኾነ ኤርትራዊ ኣብዚኣ እያ ክትመጽእ ዘለዋ። ትንሳኤ ህዝባዊ ግንባር ደቀባት ኤርትራ በዚኣ ተወዲብካ በዚኣ ተጠርኒፍካ ኤርትራ ሓጺብካ ምጽራያ ትገበን ዘይብሉ ካብቲ ይወለድ ካብቲ ይወለድ ኣብ ኤርትራ ተወሊዱ ዝዓበ ጥራይ ዘይኮነ ብሕጂ እውን ተሰዲዱ ንኤርትራ ዝመጽእ እውን ከም ህዝቢ ኤርትራ ኩሉ መሰል ሰላም ህልዎ ማለት እዩ ቅሳኔት ህልዎ እቲ ገበን ዝገበረ ከም በዓል ኪሻ ሚሻ እሰያስ ግን ኣብታ መበቆል ዓዶም እዮም ክጥረዙ ክጓሓፉ ዘለዎም ሕጂ ገለ በቃ ተቃሊሶም እንዲዮም እንታይ ተቃሊሶም እንታይ ተቃሊሶም ንቃለስ ኣለና ኢሎም ህዝቢ ኤርትራ ኣጽኒቶም ዘለዉ እንታይ ቃልሲ ማለት እዩ ስሳ ዓመት ተቃሊስካ ሰላሳ ዓመት ተቃሊስካ ሸውዓተ ሚእቲ ሽሕ ኤርትራውያን ተጽንት እንድሕር ኮንካ ቃልሲ ድዩ እዚ ቃልሲ እዩ እዚ ቃልሲ ይኮነን እዚ ድንቁርና እዚ እዩ ከኣ ኤርትራውያን ኣብ ከምዚ ሽግር ዘውድቐና ዘሎ ኖ ከም ዝበሃል ኣይሰርሕን እዩ ኣይሰርሕን እዩ ዝኾነ ኣብዚ ደንበ ትዓወሙ ዘለኹም ከ ግደፎ ክሳብ ሕጂ ክትኮድዎ ዝጸናሕኹም ርኢኹሞ መዚንኩም ኣለኹም እንታይ እዩ ዝበታትነኩም ዘሎ እንታይ እዩ ኩሉ ነገርኩም ክሳይ ዝገብረኩም ዘሎ ርኢኹሞ ኣለኹም ሕጂ እውን በታ ክትከዳ ዝግብኣካ መንገዲ እንተዘይከይድካ ዓዲ ምእታው የለን በቃ ክሳብ ሕጂ ዝደንበ ተቓውሞ እንታይ እዩ? በታ ክኸዳ ዝግብኦ መንገዲ ስለ ዘይከደ ዕንኪልል ዝብል ዘሎ። ሕጂ እውን በታ ክንከዳ ዝግብኣና እንተዘይከይንና እታ ዕንኪልል ክትቅጽል እያ። ነዞም ኣቦታትና ኣብዚ ደንበ ተቓውሞ እንታይ ክበሃል ጸኒሖም? ንበዓል ኣቦና መስፍን ሓጎስ ኣቦና ጀነራል ተኸስተ ኣብዚ ደንበ ተቃውሞ እንታይ ክበሃል ፀኒሖም ልክዕ ጉድለት ነይርዎም ወላ ኣብ ብስሜን ካዕ ጉድለት ነይርዎም ክኾኑ ይኽእል ኣብ ብስሚ የሚን ኣብዚ ናይ ጂፊፍቲን ኣብዚ ናይ ስንኩላን ማይ ሓባር ወዘተ ወዘተ ቀፂልካ ኣብ ኩሉ ድኽመት ድዩ ጉድለት ድዩ ገበን ድዩ ነይሮም ክኾኑ ይኽእል ግን ንኩሉ ነገር ዝኸድዎ ዝነበሩ ተቓዊሞም ከኣ ኣብ ደንበ ተቓውሞ ምስ መፁ ከዓ ሰብ እንታይ ብኸመይ ክኸዶም ፅኒሖም በዓል ኣቦና ጀነራል ተኸስተ ክሳብ ሓንቲ ዓይኑ ኢልኩም ዝፀረፍኩሞ ሰባት ኣለኹም እንታይ ኮይኑ ሓንቲ ዓይኑ ኮይኑ እንታይ ኮይኑ ኣቢ ሞክዶናል ኣትዩ በርገር እናበልዐ ድዩ ሓንቲ ዓይኑ ኮይኑ ዝፀንሐ ስድነት ኩልና ንፈልጦ ኢና በብሓደ ንሰብ ተልምሶ በብሓደ ሳብ ሕጂ እውን ዝኸይድ ዘሎ ማለት እዩ ወፂኻ ቻነልካ ንክትሰርሓልካ ንሓደ ትጥቁኖ ንሓደ ትፀርፎ ንሓደ ገለ ትገብሮ ንሓደ ክተጥቅዖ ትፍትን በቃ ኤርትራን ህዝቢ ኤርትራን ከምዛ ንሪኣ ዘለና ጸልማት ጸልማት ትኸውን ንስኻ ብደረጃ ህዝብኻን ሃገርካን ሓላፍነት ወሲድካ ተሰሚዑካ ኣገባብ ጌርካ ክትሓስብ ኣገባብ ጌርካ ክትዛረብ እንድሕር ዘይክኢልካ ብሂወትካ ክትፃወት ዘለኻ ደርሆ ስቢ ብኣምዑት ደቃ ትፃወት ድዩ ዝበሃል ከም ሓደ ኤርትራዊ ንስኻ ብዛዕባ ህዝብኻን ሃገርካን ስነ ስርዓት ጌርካ ክትዛረብ ተዘይክኢልካ ብሂወትካ ኢኻ ትፃወት ዘለኻ ናተይ መርገፂ ዝኾነ ዝኾነ ብዛዕባ ህዝቢ ኤርትራ ክፃወት ኣይቅበሎን ኣነ ሰብ ብሕጊ ክነብር ክኽእል ኣለዎ ብሕጊ ዝኸይድ ሰብ ክትመርሖ ክመርሓካ ሽግር የብሉን ብሕጊ ኔር ዝመርሑን ዝምርሑን ኔሮም እንተዝኾኑ ሽግር ኣይምነበረን ወላ ሓንቲ ግን ራእይዎ ህዝቢ ኤርትራ ጸኒቱ ኣብ ውሽጢ ሃገር ካብ ኣምስ ወፀ ኣይንረኣዮ ኣብ ዓለም ክሳብ ሕጂ ሕገ መንግስቲ ዘይብሉ ህዝቢ ኤርትራ ኣብ ዓለም ብቋም ተመሪሑ ዘይፈልጥ ህዝቢ እዩ ህዝቢ ኤርትራ ኣብ ዓለም ክሳብ ሕጂ ህዝቢ ኤርትራ ሲ ብፓርላማ ተመሪሑ ዘይፈልጥ መራሒኡ ሲ መሪፁ ዘይፈልጥ በቃ ህዝቢ ኤርትራ ሲ ቋም ተኺሉ ይፈልጥ ፓርትታት ተኺሉ ይፈልጥ ሕገ መንግስቲ ገይሩ ይፈልጥ ዝኾነ ነገር ገይሩ ዘይፈልጥ እዩ ህዝቢ ኤርትራ ኣብ ዓለም ክንደይ ገዛእቲ ጨፍጪፎሞስ ጆቦኡ ኢልካ ህዝባዊ ግንባር ኢልካ ክንደይ ዓመታት ሰውራ ኣካይዱስ ኩሉ ዋጋ ከፊሉ ሕጂ ከዓ ሰላሳን ሓሙሽተን ዓመት ቀዋሚ የብሉ ሕጊ ይብሉ ፓርላማ ይብሉ ኣይመረፅ ኣይምረፅ ወላ ሓንቲ ነገር ዘይብሉ ህዝቢ ኤርትራዊ ወደባ ኮንካስ ከመይ ጌርካ ዘይተቆንዝየካ እዚኣ ከመይ ጌራ ዘይተቆንዝየካ ሕጂ በቃ እዚ ኩሉ ዋጋ ዝኸፈለ ህዝቢ ኤርትራ ይቃለስ ይስዋእ ይስንክል እዩ ደኣ ነይሩ እምበር ናይ ቃልሲ ዋና ኣይነበረን ኣይነበረን በቃ እቶም መጀመርታ ኣብቲ ሰውራ ገለ ተፋሒኾም ዝኣተው ዝኣተኾም በዓል እሰያስ ብዕላማን ከይዶም እንዳጨወዩ ኣደናጊሮም እንዳኣቃተሉ ናብዛ ንሪኣ ዘለና በፂሖም ማለት እዩ እዛ ዘለዎ ከዓኒ እሰያሱ ክሽኡ ማንኩት ኣኻኺቦም ከዓ እንታይ ገብሩካ ኣለዉ ራእያ ቅድሚ ሰላሳን ሓሙሽተን ዓመት እሞ ንግደፎ ሰላሳን ሓሙሽተን ዓመት ገንዘብ ኤርትራሲ ብዘይካ ሓጎስ ክሻ እሰያስን ዝፈልጦ ኣካል የለን የለን ኣሎ ዝብል ሰብ ይቕረብ እንታይ ስለ ዝኾኑ ሓጎስ ክሻሲ ሰላሳን ሓሙሽተን ዓመት እዚ ኩሉ ገንዘብ ናይ ኤርትራ ይሓድ ይብዛሕ ንሱን እሰያስን ጥራሕ ፈልጥዎ በዓል ብርሃነ ብርሀ ኣብቲ ናይ ፈናንን ሳብኡ ገለ ነይሮም ምስ ሓተቱ ምስ ኣበሉ ከዓ ኣጥፊኦሞም እታ ታሪክ ኤርትራውያን እዚኣ እያ ብኸመይ ክትቃለሶ ከም ዘለካ ጠፊእካ ወደባት ኤርትራዊ ማለት እዩ ነዚ ነገር እዚ ሲ እንታይ ዓይነት ቃልሲ ከተልዕልሲ እጠፍኣካ ሕጂ ከምዚ ኢልካ ተንሳእ ህዝባዊ ግንባር ደቀባት ኤርትራ ክትብል ከለኻ እዛ ክንደይ ወዲ ኣርብዓ ዘይትሰማማዓሉ ኣላ ገሊኣ ቅንዕቲ ኣላ ኣብኡ እቲ ሓቂ ንሱ ኢላ ትኸይድ ከም ዘላ ኣይክሕድን ብዙሓት ኣለዉ ገሊኣ ከዓ ብትኽክል ዘይትሪኦ ኣላ ገሊኣ ከዓኒ ናይዞም ግበኛሃት ናይ በዓል እሳያስ ክሻምሻ ዝኾነት ከዓኒ ርዱእ ነገር እዩ። ካብ ገለ ደቂ ምልሻ ከኣ ኣለው። ሱር ነቀል ህዝባዊ ግንባር ኢና ንቃለስ፣ ቃልሲ ሰውራ ኤርትራ ክጅምር እውን ኣይነበረን ዝብሉ ደቂ ምልሻ ኣይንሰምዖም እንዲና። ናይ ጀብሁ ድዩ ናይ ህዝባዊ ግንባር እዩ ናይ ገለእሲ ቃልሲ ህዝቢ ኤርትራ ሰውራ ኤርትራሲ በፍጹም ክጅመር ኣይነበሮን ትብል ክንደይ ደቂ ምልሻ ንሰምዓ እኮ ኣለና። ሕጂ ገለ ደቂ ምልሻን ገለ ደቂ ኣርብዓን ምስ እሰያስ ደው ኢሎም ስለ ዘለዉ እዮም ሕጂ ነዚ ደንበ ተቃውሞ ገሊኦም ከዓ ዓንዘራት ብገንዘብ ገለ ተለኣይኾም ነዚ ደንበ ተቃውሞ እንታይ ገብርዎ ኣለዉ ተተጠውዮም ተተጠውዮም ሕጊ ድልናን ይብሉኻ ሓደ ብሉኻ ሓደ ብሉኻ ገለ ብሉኻ ማለት እዩ ሕጂ እንታይ ኢኻ ክትገብር ዘለካ ንስኻ በዛ መንገዲ ንብላ ዘለና እንድሕሪ ትኸይድ ኮንካ ከላስ ካብኣ ወፃኢ ክዕንቁፉኻ ዝሓስቡ ሰባት ድሕሪ ርኢኻዮም በዓል መን እዮም ፍለጦም ፍለጦም ተጸዋዒት ንሱ እዩ። ንዘረባ ትርጉም የብሉን። ኣነ ከም ኣነ ንዘረባ ስኢለ ግዜይ፣ ገንዘበይ፣ ህይወተይ ወላ ሓንቲ ዳቂቕ እውን እንታይ ሽሙ ክገብር ኣይደልን። ኣነ ንውፅኢት ንተግባር እየ ንዓወት እየ ዝዛረብ ዝሰርሕ እንተዘይኮይኑ ንዘረባ ነዚ ናይ ኤርትራውያን ቁሊሕ ኢሎም ክርእዩ ይደልን እዩ። በቃ ወይ እዛ መንገዲ እዚኣ ኣልዒልካ ዝኾነ ወደባት በዛ መንገዲ እዚኣ ከድና ክንዕወተላ ክንክእል ኣለና ካብኡ ወፃኢ ግን የለን ኣሕልፉኻን እዮም ዓሌት እሳያስ ድዮም ዓሌት ሓጉስ ክሻ ድዮም ዓሌት ማንኪ ድዮም ገለገለ ተኣኻኺቦም ኣየሕልፉኻን እዮም እንዳዳናገሩኻ በቃ እቲ ህይወት ብኸም ይኽቕፅል ትፈልጣ ዘለካ ዝኾነ ሰብ ማለት እዩ ብህዝቡን ብሃገሩን ወደባት ኤርትራ ተሰሚዕዎ ሓላፍነት ዝስከም ሰብ እንድሕር ኮይኑ ግን እታ መንገዲ ንፅርቲ እያ እዛ ንብላ ዘለና እያ ብውሽጥን ብደገን ነዛ ሓሳብ እዚኣ እንድሕር ኣልዒልካ በብሓደ ሓኒቕካ እቶም ክጓሓፉ ዝግብኦም ምጉሓፍ ንበዓል እሰያስን ሓጎስ ክሻን ማንክንሲ እታ ዝነኣሰት ሒዝካ ምጥራዝ ንልዕላ ቃልሲ እንስያ ትከውን ብውሽጥን ብደገን እንድሕሪ ሒዝናዮም ንበዓል እሰያስን ክሻምሻንሲ እታ ዝነኣሰት ማለት እዩ እታ ዝነኣሰሲ ናብታ መበቆል ዓዶም ምጉሓፍ እያ ካብ ትግራይ ድም መፅኦም ካብ ዓዲ ኣምሓራ ድም መፅኦም ገሊኦም ምስ ወርገ ክሳብ ካብ ህንዲ መፅኦም እዮም ዝበሃል ዘለዉ ኣፃሪኻ ናብታ መበቆል ዓዶም ምጉሓፍ ገበን ዝፈፀመ ሰብ እሳ ጥራሓ ክትከውን ዘለዋ ኤርትራ ተሓፂባ ክትፀሪ እንድሕሪ ኮይና እታ መንገዲ ንፅርቲ እዚኣ ክትከውን ዘለዋ ብሕጂ ውን ህዝቢ ኤርትራ ክድሕን ድሕሪ ኮይኑ ኣብ ተሓጺባ ዝጸረት ኤርትራ ጥራሕ ዩ ክድሕን ዝኽእል ካብ ወጻኢ ግን ሓሶት ዩ ሓሶት ዩ ናተይ ግምታት ንሱ ዩ ስለዚ እቲ ዘረባ ከይነውሓና በቃ ክቃለስ እየ ንፍትሕን ለውጥን ገለ ትብል ዘለኻ እንታይ ዓይነት ሕቶን ሓሳብ እንተልዕል ተዘይፈሊጥካ ኣይትዕወትን ኢኻ ደንበ ተቃውሞ ርኣዮ እንታይ ኮነ ዕንኪሊል ይብል ኣሎ ደንበ ተቃውሞ ምስታይ ኮይና ዕንኪሊል ንብል ኣለና ህዝባዊ ግንባር ሕግን ሕጋውነት ስለ ዘይነበረ እዩ ተጠሊሙ ተጨውዩ እንዳበልካ ከለኻ እንታይ ትብል ኣለ እንታይ ይብሉኻ ኣለዉ ሕጂ ገሊኦም ኣብዚ ትብሎ ዘለኻ ቃልሲ ኣብ ቃልሲ ሕግን ሕግን ሕጋውነትን ኣየድልን ይብሉኻ ኣለዉ መን እዮም ዘም ሰባት እዚኦም ዘም ሰባት እዚኦም መን እዮም ክጠፍኣካ ኸል ኣብ ኤርትራ ሕግን ሕጋውነት ክተክል እየ እንዳበልካ ከለኻ ኣብ ቃልሲ ሕግን ሕጋውነትን ኣየድልኒ ይብሉኻ ኣለዉ በቲ ሓደ ከ ህዝባዊ ግንባር ሕግን ሕጋውነትን ስለ ዘይነበረ እዩ ተጨውዩ ይብሉኻ ኣለው። መሃራይ ንዑ ሕግን ሕጋውነትን በሉ ንግበር እንተበልካዮን ከኣ ኣቃሲ ሕግን ሕጋውነትን እያ የድልን ይብሉኻ ኣለው። ስለዚ ነዚ ክትርዳእ ዘይትኽእል መንእሰይ እንድሕር ኾንካ ድንዙዝ ኢኻ፣ ነብስኻ ዘይመራሕካ ንህዝቢ ዝኸውን ቃልስን ኣመራርሓን ክትፈጥር ኣይትኽእልን ኢኻ ኣይትኽእልን ኢኻ ግዜኻን ገንዘብካን ብላሽ ኣይትጥፋኣዮ። ህይወትካ፣ ገንዘብካ፣ ግዜኻ ክትከፍል ከለኻ ንሓደ ነገር ንትርጉም ዘለዎ ክኾን ኣለዎ። ብደረጃ ህዝብኻን ሃገርካንሲ ብሕጂ ብሕጂ ተካይዶ ህይወትካ ትኸፍለሉ፣ ገንዘብካ፣ ግዜኻ ትቐትለሉ ኩሉ ነገር ብደረጃ ህዝብን ሃገርን ውፅኢት ዘለዎ ጥራሕ ክኾን ዘለዎ። እቲ ዘይኮይኑ ስኢልካ ኣይትንጠር። ኣይትንጠር ብሓደ ቀሊል ነገር ክትታለል ከል ኣነ ብጣዕሚ እዩ ዝሕር ዝ- ዘጉሄኒ ሓቂ ሓይሽ ዋ ኣብ ኤርትራ ሕግን ሕጋውነትን ክንተክል ኢና ንቃለስ ዘለና እናበሉኻ ህዝባዊ ግንባር ሕግን ሕጋውነትን መቆጻጸር ስለ ዘይ- ዘይነበሮ እቲ እቲ ህዝባዊ ግንባር ስለ ዝተጨወየ ኢና ኣብ ከምዚ ወዲቕና እናበሉኻ ከለዉ ኣብ ቃልሲ ሕግን ሕጋውነትን ኣይድልን ይብሉኻ እንተልዮምሲ እንታይ ኾንካ ዘይትርድኦ እታ ኾንካ ነዚ ክትርዳእ ዘይትኽእል ንሕሮ ኾንካ ነዚ ክትርዳእ ዘይትኽእል መንእሰይሲ ከመይ ጌርካ ኢኻ ንነብስኻ ዘይኮንካ ንህዝቢ ንህዝቢ ክትከውን ክርዳእኩም ክኽእል ኣለዎ ስእልካ ኣይኮነን ቃልሲ ህዝቢ ኤርትራ እኮ ኣዝዩ ረዚን ቃልሲ ረዚን ረዚን በቃ ተሪር ቃልሲ እኳ እዩ ተቓሊሱ ረዚን ዋጋ እኳ እዩ ከፊሉ ግን መቋፃፀሪ ኣይነበሩን እዚ ንብሎ ዘለና እዩ። ይቃለስ፣ ይስዋእ፣ ይስንክል እዩ ደኣ ነይሩ እምበር ነቲ ዝኸፍሎ ዘሎ ዋጋ ዋና ኣይነበረን። እሱ እዩ ዘዛርበና ዘሎ። ሕጂ ከኣነይ ሕጊ ኣየድልን ኣብ ቃልሲ ሕጊ ኣየድልን እዩ ሓደ ድዩ ሓደ ዶ እንዳበሉ መፃወቲ ክገብሩኻ እቶም ብከምኡ ትታለሉ ዘለኹም ሰባት ዋ ሎምስ ብከምዚ ክታለል ሓደ ኤርትራዊ ክንድዚ ይኸውን ጠላዕ ታሪኽ ህዝብኻን ኣቦታትካን ኣዴታትካን ህይወቶም ዝኸፈልሉ ተጨዊ ውልቀ ሰባት ጨውዮሞ ተፃዊቶምሉ እናረኣኻ ከለኻስ ሎሚ ከዓ በዚ ሕጊ ኣየድልኒ ኣብ ቃልሲ ኢሎም ከታልሉኻ ኣንቱም ሰባት ነዚ ክትፈልጥ ንሕ ዘይትኽእል ኮንካስ ግደፎ ቃልሲ ገለ ግደፎ ንሂወትካ ከማን ከተድሕን ኣይትኽእልን ኢኻ ብኸምዚ ተታሊልካ ትኸይድ ሰብ ኖን ህዝቢ ከተድሕን ንሂወትካ ኣይተድሕን ኢኻ ዝኾነ ሰብ ክርድኦ ዘለዎ ብሕጂ ዝኾነ መንእሰይ ዝኾነ ኤርትራዊ ሂወቱ ገንዘቡ ግዚኡ ዝኸፍለላ ነገር ሕግን ሕጋውነትን ዘይብላ ዝኾነ ነገር ከጥፍኣላ ይብሉ ናተይ መልእኽቲ ንሳ ንዝኾነ ኤርትራዊ ተልዕሎ ሕቶ እንታይ እዩ ክትፈልጥ ክትክል ኣለካ ብደረጃ ህዝብኻን ሃገርካን ንህዝብኻ ንሃገርካ ንወለዶታት ኤርትራ ሓደጋ ዝኸውን ነገር ኣይትግበር ኣይትግበር እዞም ኩሎም ኣቦታትና ንሪኦም ኣለና ስዕል ተቓሊሶም እዮም ጎቦን ሽንጭሮን ከርተት ኢሎም እዮም ግንግርህነት ነይርዎም ነቲ ዝኽፈል ዝነበረ ዋጋ መቋፃፀሪ ኣይነበሮምን ስለዚ ንባዕሎም ግዳይ ኮይኖም ንደቆም ንደቂ ደቆም ከዓ ግዳይ ገይሮምና እዚ ኩሉ ህጂ መንእሰይ ዘለዎ ወለዶ ሕጂ እዚ ህጂ ዘለካ መንእሰይ ወለዶ ከዓኒ ከምተን ቀዳሞት ኣቦታትካ ተገሪህካ ንሕሪ ከይድካ ነቶም ብሕጂ ተድሕርካ ዘለዉ ደቅኻ ደቂ ደቅኻ ወለዶታት ብኦም ብዕድሎም ከይትፃወት ሕጂ ተካይዳ ቃልሲ ህይወትካ ገንዘብካ ኩሉ ነገርካ ተኸፍለላ ቃልሲ በዛ ዘለኻያ ግዜ ጥራሕ ኣይትርኣያ ብወለደታት ኤርትራ ክትሪኣ ክትክእል ኣለካ ብደረጃ ህዝቢ ኤርትራ ክትሪኣ ክትክእል ኣለካ ሕጂ ህይወትካ ገንዘብካ ኩሉ ነገርካ ተኸፍለላ ዝኾነ ነገር ዋላ ዕቁብ ትኹን ብደረጃ ህዝቢ ኤርትራ ክትሪኣ ክትክእል ኣለካ ኣነ ከምኣነ ንህዝቢ ኤርትራ ዘይጠቅም ዝኾነ ነገር ክዛረብ ኣይደልን እየ። ንህዝቢ ኤርትራ ዘይጠቅም ዝኾነ ነገር ክሰርሕ ኣይደልን እየ ኣይደልን እየ። ኣብ ኤርትራ ብዙሕ ነገር ዋጋ ተኸፊሉ ክሳብ ሕጂ ማለት እዩ። ስለዚ እዚ ነገራት እዚ ደው ከተብሎ ንሕር ኾንካ በቃ ተልዕሎ ቃልስን ስነሓሳቡን ውደባን ኣወዳድባን ክንፈልጥ ይግብኣና። ስለዚ ህዝብና ኣቦታትና ኣዴታትና ዝተዋደቑሉ ንማንም እሕሊፍና ካይንህብ ብህዝቢ ኤርትራ ዝፃወቱ ዘለዉ ንዖም ሓሓኒቃ ምጉሓፎም ጥራሕ እያ እዚኣ ንህዝቢ ኤርትራ ብሕጂ እውን ተድሕኖ። ካልእ መንገዲ እንድሕር ኸይድካ ግን በቃ እቲ ጉጅለ ፃወተልካ ንስኻ ባዕልኻ ንባዕልኻ እንዳተባላዕካ ትነብር እዚኣ ክንሰማማዕላ ክንክል ኣለና በቃ ኣነ እዚ ነገር እዚ ከምዚ ብከምዚ ዓይነት ክሪኦ ከለኹ ወይ ብከምዚ ክዛረበ ከለኹ በቃ ብረብሓ ህዝቢ ኤርትራ ጥራሕ እየ ዝሪኦ ብረብሓ ህዝቢ ኤርትራ እንተዘይኮይኑ ክገብራን ክሰርሓን ወይ ክዛረበላን ብኽሳራ ህዝቢ ኤርትራ በፍጹም ብዋጋ ህዝቢ ኤርትራ ከኣ ማንም ህዝቢ ኣሕሊፈ ይህብኒ ኣነ ብዋጋ ህዝቢ ኤርትራ ንኻልእ ህዝቢ ከተረብሕ ኢልካ እዚ ምሳይ ኣይሰርሕን እዩ ናተይ ጸዋዒት ንሱ እዩ ኤርትራዊ እንተሰሚዕኻ ሓቢርካ ትድሕን ኣይሰማዕካን ሓቢርካ ትጠፍእ እኻ እዚኣ እያ ክትርዳኣና ዘለዋ እዛ ነገር እዚኣ ከዓኒ በቃ ክሳብ ሕጂ ህዝቢ ኤርትራ ተቓሊሱ ግን ዋና ቃልሲ ኣይፅንሐን ክሳብ ሕጂ ማለት እዩ ወለደታት እንታይ ዋጋ ከፍል ኣሎ ንሪኦ ኣለና ብሕጂ እውን ሎሚ ዘለኻ መንእሰይ ንናይ ቅድምን ንናይ መጻእን ነታ መንገዲ ከተመዓራርያ እንተዘይክኢልካ ንኤርትራ ብኸመይ ሓጺርካ ኣጽሪኻ ከም ሓደ ኤርትራዊ ክትሰርሕ እንድሕር ዘይፈቲንካ ወላ ሓንቲ በትን በትን ዘለዉ ክጻወቱልካ እዮም ስለዚ እታ ነገር ንፅርቲ ትኹን ኣብ ኤርትራውያን ንፅርቲ ትኹን ክብል ስለ ዝደለኹ እየ ሰሰናዩ